ሰላም ዝኸበርኩም ተኸታተልቲ ናይ ቻነል ናይ ሎማዓንቲ መደብና ከዓ ብዛዕባ ግራፍስ ይኸውን ግራፍስ ኣብ ቁፅሪ ኢና ክንርኢ መጀመርያ እንታይ እዩ ግራፍ እንድሕር ኢልና ወይ ከዓ እንታይ ይጠቕመና ግራፍ ተልና ግራፍስ ዝኾነ ሓበሬታታት ብስእሊ ብስእሊ መንፅር ጌርና ከነቕርቦም እዮም ዝሕግዙና ንኣብነት ኣብዚ ህጂ ኣለና ናይ ኤርትራ ብዝሕ ህዝቢ ፖፕሌሽን ብዕድመ ማለት እዩ ከምኡ ይብለና ኣሎ ብዚ ህጂ እንተርኢናዮ ሕጂ ኣብዚ እንተሪኢናዮ እንታይ እዩ ዝብለና ዘሎ ኣብዚ ካብ ዕድመ እቲ ዕድመ በዚ ንሀለ እቲ ዕድመ ማለት እዩ እዚ ከዓ እቲ ፐርሰንቴጅ እቲ ብዝሒ ዝውክልዎ ማለት እዩ ሕጂ ኩሉ ግዜ እዚ እቲ ዋይ ኣክስስ ዝበሃል እዚ ከዓ እቲ ኤክስ ኣክስስ ዝበሃል ማለት እዩ ኣብ ቁፅሪ እጅ ዝተፈላለየ ዓይነት ግራፍስ እዮም ዘለውና እዚ ሓደ ባር ቻርት ዝበሃል እዚ ማለት እዩ ወይ ከዓ ባር ግራፍ ንብሎ ሕጂ ብዚ እንታይ እዩ ዘለና ካብ ዓሰርተ ሓሙሽተ ንታሕቲ ዘለዉ ኣንደር ዓሰርተ ሓሙሽተ ዝዘሎ ብዚ ሰላሳን ትሽዓተን ፐርሰንት እዮም ይብለና ኣሎ ማለት እዩ ኣብዚ ከዓ ከምኡ ማለት እዩ ካብ ዓሰርተ ሓሙሽተ ክሳብ ዕስራን ትሽዓተን ዝዕድሞም ዕስራን ሸውዓተን ፐርሰንት ፖፑሌሽን እቲ ብዝሒ ህዝቢ ናይ ኤርትራ ካብ ዓሰርተ ሓሙሽተ ክሳብ ዕስራን ትሽዓተን ዘለዉ ዕድሞም ዕስራን ሸውዓተን ነጥቢ ሓሙሽተ ፐርሰንት እዮም ማለት እዩ ይብላ ኣሎ ብሓፂሩ ከምኡ እንዳበለ ይኸይድ ኣሎ ማለት እዩ እቲ ኣብነት ከሪኦኩም ኢለ ከምዚ ኣብ ከምዚ ጌርና ሓበሬታታት ከነቕርብ ንኽእል ማለት እዩ ንከምኡ ይሕግዘና ማለት እዩ ባር ግራፍ እቲ ግራፍ ዝኾነ ግራፍ ኣብ ክንዲ ክስታይ ኢልና ንፅሕፍ ኣብ ክንዲ 39 ፐርሰንት ከምዚ ኢሎም ህዝቢ ኣለዉ ከምዚ ኢልና ኣብ ክንዲ ከምዚ ጌርና ብስእሊ መንፅር ነቕርቦ ማለት እዩ ኦኬ እዚ ሓደ ዓይነት ሓደ ካብቶም ግራፍ ሕጂ ግን እንታይ ኢና ክንርኢ ብዛዕባ ስትሬት ላይን ግራፍስ ኢና ንርኢ ሕራይ ከምቲ ዝበልኩኹም ብዙሕ ዓይነት ክስታ እዮም ዘለዉና ብዙሕ ዓይነት ግራፍስ ኣለዉና ሎሚ ዓንቲ ንሪኦ ግን ብዛዕባ ስትሬት ላይን ግራፍስ ኢና ክንርኢ ከመይ ጌርና ንስእሎም ኣሰኣኣሎም ኣዊናኹም ኢና ክንርኢ ኦኬ ናብኡ ንኺድ ሕራይ ህጂ ከመይ ጌርና ኢና ንስእል ዝኾነ ስትሬት ላይን ከርእየኩም ንኣብነት ከምዚ ኢላ ሓንቲ ላይን ንገብር። ኦኬ ከምዚ ላይን ምስ ገበርና ታይና ንገብር ብድሕሩ ኣብዚ ዜሮ ኢልና ንጅምር ዜሮ ንብል ብድሕሩ ኣብዚ ሓደ ክልተ ሰለስተ ኣርባዕተ ከምኡ እንዳበልና ንቕጽል ማለት እዩ ከምዚ እንዳበልና ንኸይድ ብድሕሩ ካብ ዜሮ ህጂ ናብ ዝገጽና ምስ ከድና ከኣ እንታይ ኢና ንብል ኔጌቲቭ ሓደ ኔጌቲቭ ክልተ ኔጌቲቭ ሰለስተ እንዳበልና ንኸይድ ማለት ከምዚ እንዳበልና ንኸይድ ከምቲ ናትና ሬንጅ እቲ

ልክዕ ከምዛ ናይታ ሓንቲ ዝጸሓፍናዮ ኣብዚ ሓደ ኢልና ንጽሕፍ ኣብዚ ክልተ ኣብዚ ሰለስተ ከምቲ ናትና ትቁጽር ደሊና ዘና ትሬን ይፋላለ ከከም በዚ ከኣ ሽዑ ነገቲቭ ሓደ ነገቲቭ ክልተ ነገቲቭ ሰለስተ እንዳበልና ንኸይድ ማለት ዘድልየና ከምዚኣ ጌርና ንገብር ህጂ ኩሉ ግዜ ክንፈልጦ ዘለና እዚ እቲ ኤክስ ኣክስስ እዩ ዝብሃል እዚ ከዓ እቲ ዋይ ኣክሲስ ዝበሃል ማለት እዩ እዚ እዚን ክንፈልጠን ኣለና እዚ ህጂ እዚኣ ብሙልኣ ዋያ እዚኣ እዚኣ ማለት እዛ ንትኩል ዘላ ብሙልኣ እያ እቲ ሓንቲ ከዓ ብሙልኣ ካብታ እታ ኤክስ ዘለካ ኤክስ ኣክሲስ ማለት እዛ ንጋድም ዘላ ከዓ ማለት እዩ ኦኬ ህጂ እዚ እቲ ኣብቆልኦት ክንፈልጦ ዘለና እቲ ሰዓላይ ንክድ እጂ ሕጂ ከምዚ ኢልና እንሪኦ ንከውን መብዛሕትኡ ግዜ ከምዚ በቲ ግራፍ ፔፐር ኣሎ ናቱ ከምዚ ጌርካ ትስእል ማለት እዩ ኦኬ ሓራይ ሕጂ ኣብ ናይ ስትሬት ላይን ክንፈልጦ ዘለና ፎርሙላ እዚ እዩ ማለት እዩ እዚኣ እያ እታ ፎርሙላ ብዛዕባ እዚኣ እንታይ ኢና ክንፈልጦ ዘለና እቲ ዋይ ኩሉ ግዜ ወይ እቲ ዋይ ወይ እቲ ኤክስ ጊቭን ተወሃብ ኢኻ ብድሕሩ ክትሰርሖ ትኽእል ኢኻ እዚ ግን እንታይ ማለት እዩ እቲ ኤም እቲ ሲ ክንሪኦ ማለት እዩ እቲ ኤም ማለት ኣብዚ ግሪደንት ማለት እዩ እንታይ ማለት እዩ እቲ ግሪደንት እቲ ቼንጅ ኦፍ ሬት ሕጂ ክንብል ከለና እቲ

ክትወስዶ ትኽእል ማለት እዩ እቲ ቸንጆ እቲ ፍጥነት ብሓጺሩ ማለት እዩ ብድሕሩ እንዳደኸምካ ምስ ከድካ ብድሕሩ ኣብ ሰዓት ከኣ ሽዑ ሸውዓተ ኪሎሜተር ትኸይድ ሽዱሽተ ኪሎሜተር ብሓጺሩ ንዑኡ እዩ ዝሕብረና ማለት እዩ እዚ ኤም እቲ ፍጥነትና እቲ ቸንጅ ኦፍ ሬት ማለት እዩ ዝሕግዘና ኦኬ እቲ ሲኻ ዋይ ኢንተርሰፕት እዩ እሱ ከሪኦኩም የድሓን እንታይ ማለት እዩ እቲ ግራፍ ኣበናይ ኣብቲ ዋይ ኣበናይ ይቆርጽ ማለት እዩ ክንሪኦ ኢና። ሐራይ እዚኣ ኣብነት ኣላትና ነዚኣ ኣብነት እዚኣ ክንሰርሓ ክንፍትን ኢና። ኣብዚ ሕጂ ተዋሂብና ኣሎ እቲ ኤክስ ቫሊ ተዋሂብና ኣሎ ካብ ኔጌቲቭ ክልተ ክሳብ ክልተ ማለት እዩ። ሕጂ እቶም ዋይ ጥራይ ክንረኽቦም ኣለና ማለት እዩ። ሕጂ እሳ ከኣ ቀላል እያ ምኽንያቱ እቲ እቲ ኤክስ ተዋሂብና ስለ ዘሎ እንታይ ኢና ንገብር ሽዑ ዋይ equals to three ካብኡ ኣብ ክንዲ እታ x እታ ክንወስዳ ደልና ዘለና ናይ እዚኣ እንድር እዚኣ ንወስዳ ማለት ክንዲ እታ x ኔጌቲቭ ክልተ ጌርና ዝተደመሮ ክልተ ንገብር ማለት እዚ ከዓ ቀሊል እዩ ከሎ ክንሰርሖ ንኽእል ኢና እዚኣን እዚኣን ተርቢሕናየን ኔጌቲቭ ሽዱሽተ ይመፃ እንድሕር ደሚርናየን ከዓ ዝተደመሮ ክልተ ተጌርና እዚ ከዓ ኔጌቲቭ ኣርባዕተ ይመፅእ ማለት እዩ ካብኡ ኣብዚኣ ኔጌቲቭ ኣርባዕተ ንገብር ብድሕሩ ናይታ ሓንቲ ከዓ ናይ እዚኣ ከዓ ንሰርሕ ድሕሩ ናይዚኣ ከኣ ንሰርሕ ተኾይና ከኣ ቀላል እያ ባቀላ ካልኩሌተር ገለ ክትጥቀም ይፍቀደካ እዩ ኖርማል ክትጥቀም ትኽእል ኢኻ ማለት እዩ እዚ ግን ኖርማል ኣኾርሜንታል ክትሰርሖ ትኽእል ኢኻ ብድሕሩ ሰለስተ ኢልካ ካብኡ ኣብ ክንዲ እታ ኤክስ እታ ሓደ ተእትዋ ማለት እዩ እታ ኔጌቲቭ ሓደ ሶሪ ኦኬ ከምኣ ምስ እተናያ ከምዚኣ ጌርና ከምዛ ዝገበርናያ ማለት ንገብራ ሽዑ ኔጌቲቭ ሓደ እዚ ረብሖ ሰለስተ እንድሕር ኢልና ኔጌቲቭ ሰለስተ ይኸውን ምስ ተደመሮ ክልተ ተጌርና ከዓ ኔጌቲቭ ሓደ ይመፅእ ማለት እዩ ኦኬ ካብኡ ንቲ ዜሮ ከዓ ከምኡ ጌርና ሳብስቲት ንገብሮ ከምኡ እንዳገበርና ንኩሎም ከምኡ እንዳገበርና ንብሙሉእ ነታ ቴብል ንመልኣ ማለት እዩ ካብኡ ናይ ዜሮ ከዓ እንድሕር እቲና ዜሮ እዚኣ ከዓ ዋይ ኣላትና ካብኡ ሰለስተ ዝረብሖ ዜሮ ዝተደመሮ ክልተ እንተኢልና ዜሮ ዝኾነ ቁፅሪ ምስ ዜሮ ተርቢሕካዮ ዜሮ እዩ ዝመፅእ ሽዑ ዜሮ ዝተደመሮ ክልተ ከዓ ክልተ እዩ ማለት እዩ ኦኬ ካብኡ ምስ ሓደ እንድሕር እታ ሓንቲ ከዓ ናይ እዚኣ ተሰሪሕናያ ካብ ካብኡ ናይቲ ሓደ ኦኬ ዋይ ኢልና ሰለስተ ዝረብሑ ሓደ ሰለሞ ብ ክልተ እንተልና ሓሙሽተ ይመጽእ ማለት እዩ ኣብ ኮለና እንተ ጌርናዮ ኦኬ ናይታ ሓንቲ ከዓ እንተ ጌርናያ እዛ ነገት እታ ክልተ ዘላ ኦኬ ሕጂ እታ ክልተ ከዓ እዚኣ ማለት እዩ እዚኣ እንተ ጌርናዮ ከዓ ልክዕ ከምዘን እተን ካልእ ዝገበርናዮን ኩሉ እቲ ብሓፂሩ እቲ ንገብሮ ዘለና ኩሉ ሪፒቲሽን ድግምጋም እዩ ማለት እዩ ሓንሳብ ንሕር ሒዝካያ ብድሕሩ ቀላል እያ ማለት እዩ ወላ ሓንቲ ከቢድ ነገር ኣይኮነን ኦኬ ብድሕሩ እዚኣ ከ እንድሕር ሰለስተ ዝረብሖ ሽዱሽተ ሽዱሽተ ዝተደመሮ ክልተ ተኢልና ሸሞንተ ማለት እዩ ኦኬ እጂ ሸሞንተ ትኸውን እታ መልሲ ማለት እዩ እጂ እታ ቴብል መሊእናይ ኣለና ህጂ እዚኦም እዮም እቶም ኮኦርዲኔትስ ንብሎም በዚኦም ጌርና ኢና ፕሎት ክንስእል ማለት እዩ እዚኦም ክልቲኦም እዚኦም ክልቲኦም ግን ከከም ዘለዎም እዚኣ ኣብ ኤክስ ኣላ እዚኣ ዋያ ዋይ ኣለዉ እዚኦም እቶም ኤክስ ካልኦ ማለት እዩ ከምዚኣ ጌርና ኢና ንኩሎም ንገብሮም ኦኬ ሕጂ ኣብ ፅፍፍ ዝበለ ከሎ ከምዚ ክንቅይሮም ኦራይት ሕራይ ሕጂ ንዚኦም ክንስእሎም ክንፈትና እዞም ዝሰራሕናዮም ማለት እዩ ንዚኦም ክንስእሎም ክንፍትና ፕሎት ክንገብሮም ማለት እዩ ኦኬ ሕራይ ህጂ ንዚኦም ከመይ ጌርና ኢና ንስእሎም እጂ እቲ ኦረዲ ግራፍ ኣምፂ ኣለና እዚ ግራፍ ዝተሰኣለ ምእንታን ስትሬት ክኾነልና ኢለ ከምዚ ገይረ እዮ ሕራይ ህጂ እዛ ግራፍ ኣላትና እቲ ሬንጅ እኮ ብዓሰርተ ዓሰርተ ይኾን ዘሎ ግን ክስታይ ክገብሮ ትኽእል ኢኻ ምክንያቱ እዚ እቲ ዋይ እዚ እቲ ዋይ ማለት እዩ እዚ እቲ ዋይ እዚ ከዓ እቲ ኤክስ እዩ ማለት እዩ ኦኬ እዚ ዋላ እቲ ኤክስ እዩ እዚ ከዓ እቲ ዋይ ማለት ኩሉ ሓደ እዩ እዚ ህጂ እንታይ እዩ እቲ ሬንጅ ህጂ ክሳብ ዓ ዓሰርተ ኣለና ማለት እዩ ክሳብ ዓ ዓሰርተ ግን ናትና ዋይ ህጂ ሸሞንተ እዩ ነይሩ እቲ ዝለዓለ እቲ ዝተሓተ ከዓ ኔጌቲቭ ኣርባዕተ ነይሩ ማለት እታ እታ ግራፍ ከነንእሳ ምኽኣልና ግን ፀገም የለን ከም ተጌርናዮ ወልሓደ ፀገም የለን እንድሕር ቦታ ይስእነካ ፈቲንካ እንድሕር ከምዚ ቦታ ክትስእን ትኽእል ኢኻ ሓደ ሓደ ግዜ እንታይ ኢኻ ትገብር ዓበይቲ ሬንጅ ትኾይኑ እቶም ዘድልዩኻ ቁፅሪ ጥራይካ ትወስድ ማለት ምክንያቱ ወረቐት ዘይኣኽለካ እንድሕር ኮይኑ ህጂ ንኣብነት ኣብዚ ሸሞንተ እዩ ዘሎ ንዓይ ሸሞንተ ሸሞንተ እዩ ዘሎ እቲ ዝለዓለ ዝተሓተካ ኣርባዕተ እዩ ዘሎ እዚኦም ኣየድልዩን እዮም ማለትክስ እቶም ዘድልዩኒ ካብ ኣርባዕተ ክሳብ ሸሞንተ ጥራይ ኔጌቲቭ ኣርባዕተ ክሳብ ሸሞንተ ናይ ኤክስ ኣክስ ከዓ ከምኡ ማለት ካብ ኔጌቲቭ ክልተ ክሳብ ክልተ ማለት እዩ ሓራ ህጂ ድሮው ክንገብር ኢና ኣብዚ ህጂ ታና ንገብር ኩሉ ግዜ እቲ ኤክስ ንህለና ኣብዚ እዚ ከዓ እቲ ዋይ ማለት እዩ ኦኬ እጂ ኣብ ኤክስ ናብ ኔጌቲቭ ቱ ንኺድ ኤክስ እጂ ካብዚኣ እንድሕር ኬድና ኣብዚኣ ንህልና ኔጌቲቭ ቱ ማለት እዩ ካብዚኣ ሽዑ ኔጌቲቭ ቱ እንድሕር ኣልና ናብ ኔጌቲቭ ፎር ዋይ ኢና ክንከይድ ማለት ንታሓት ገፅና ማለት ናብዚ እንድሕር ክንከይድ ንላዓሊ ተደሊና ፖዘቲቭ ጥራይ ዘሎ ማለት ንታሓት ገፅና ንኸይድ ማለት ከምዚኣ ኢልና ካብኡ ብዚኣ ኣላትና ኔጌቲቭ ፎር ፎር እዚኣ ማለት ኔጌቲቭ ፎር ኣብ ኣሽዑ ነጥቢ ንገብር ማለት እዩ ኮኦርዲኔት ቴንስን ማለት እዩ ሓራይ እጂ እዘን ሓንቲ ዘለዋ እዚአን ፕሎት ጌርናየን ኣለና ማለት እዩ ሓራይ ህጂ እዛ እዚኣ ኦረዲ ጌርናየን ኣለና ማለት እዚ ኔጌቲቭ ሓደ ኔጌቲቭ ሓደ ከዓ ኣለና ማለት እዩ እዚ ከዓ ኔጌቲቭ ሓደ ኔጌቲቭ ሓደ እንድሕር ኮይኑ ከዓ ናይ ኤክስ ኔጌቲቭ ሓደ ብዚ ኣሎ ማለት እዩ ኣብዚ ኣለና እቲ ኔጌቲቭ ሓደ ናይ ዋይ ከዓ እዚ ኣሎ ማለት እዩ ቁርብ ሃሲሱ ኣሎ ከማን ከድምቆ ሕጂ ኣብዚኣ ከዓ ንህለ ናይ ኔጌቲቭ ሓደ ማለት ናይ ኣብዚኣ ኣሎ ሃሳሲ ከማን ዘሎ ኣብዚኣ ዘሎ እዩ ኔጌቲቭ ሓደ ካብኡ ኣብዚኣ ከዓ ኔጌቲቭ ሓደ ሽዑ ናብዚኣ ንሕር ኬና ኣብዚኣ መንጎ እዚኣ ማለት ልክዕ እዚ ዝሕብረና ብሓጺሩ ከምዚ ኢልና ንኸይድ እዚ ከኣ ከምዚ ኢልና ንኣልፍ ካብኡ እዚኣ ይራኸቡ ክልቲኦም ማለት ናይዚኦም ኔጌቲቭ ሓደ ሓደ ግን እቲ ስእሊ ንኢሱ ኣሎ ኦኬ ዜሮ ክልተ እንተኢልና ከዓ ኤክስ ዜሮ ማለት እዩ ዜሮ ስለዝኾነ በዚኣ ጌርና ሽዑ ኣብዚኣ ኣብ ዜሮ ክልተ ተጌርና ከምዚኣ ማለት እዩ ሕጂ ኣብ ኤክስ ዜሮ እዩ ዘሎ እቲ ክታይን ክልተ ስለ ዘሎ ከምዚ ንገብር ንኣብነት እንድሕር ዋይ ዜሮ ነይሩ ተዝኸውን ክስታይ ክልተ ዝህብ ተትኾይኑ ግን ኣብዚኣ ምኾና ማለት እዩ ሕጂ ግን እቲ ኤክስ እዩ ዜሮ ዘሎ እቲ ዋይ ከዓ ክልተ እዩ ማለት እዩ ኦኬ ኣራይ ሕጂ ኣብ ሓደን ሓሙሽተን ኣለውና ማለት ኤክስ ሓደ ኣለና ኣብዚ ኣብዚ ሓደ ኣላትና

ኮምፒውተር ስለ ዝኾነ ስትሬት ቅሩብ ኣይኮነለይን ኦኬ ሓራይ ከምዚያ ጌርና ሕጂ ሓንቲ ስትሬት ላይን ድሮ ጌርና ማለት እዩ ኦኬ እዚኣ እታ ስትሬት ላይን ሕጂ ብዚኣ እንድሕር ኣስተውዒልና ግን ምክንያቱ እታ እታ ኢኩዌሽን እንታይ ኢና ኢልና እያ ስታይ ኢና ኢልና ነርና እታ ዋይ ዋይ እስከ እቲ ሕብሪ ክንቅይሮ ኦራይት እታ ኢኩዌሽን ከምዚኣ ኢና ኢልና ነርና y equals to 3x uh, plus 2 ኢልናዮ ማለት እዩ ሕጂ እዚኣ እንተስተውዒልና እዚ እቲ y ኢንተርሴፕት እዩ ኢለኩም ነይረ ዓንተወ ማለት c ዝበሃል እዚ ከዓ እቲ ግሪደንቲ ማለት እየም እቲ እዚ እቲ ኤክስ እዩ ምክንያቱ ሕጂ ኣብዚ ሰለስተ እንተርኢናዮ ዋላ እታ ግራፍ ተስተውዒልናላ ኣብ መንጎ ቶም ቁፅሪ ከክንደይ ፍልልይ ኣሎ ሰለስተን ኣብ መንጎዝን ኣብ መንጎዝን ሰለስተ ኣሎ ኣብ መንጎዝን ኣብ መንጎዝን ከዓ ሰለስተ ኣሎ ማለት እዩ እንተሪእናዮ ሕጂ ረዮ ኣብ ኔጌቲቭ ፎር ኔጌቲቭ ሓደ እንድሕር ኢልና ኔጌቲቭ ሰለስተ ፍልልይ ኣሎ እቲ ፍልልይ ሕጂ እቲ ፍጥነት ዘሎ ይነግረና ኣሎ ማለት ካብ ኣርባዕተ ክሳብ ኔጌቲቭ ሓደ ዝኸይድ ሰለስተ ኣሎ ማለት ፍልልይ ከምሉ ስትሬት ላይን ስለ ዝኾነ ኩሉ መዓረ ኣሎ ማለት ካብ ኔጌቲቭ ሓደ ክሳብ ክልተ ማለት እዩ ዋላ እቲ ዋይ ኢንተርሰፕት ከዓ ንህለና ማለት እዩ ኣብ ክልተ ካት ጌራታ ኣላ ማለት እዚኣ ንህዝና እዚኣ ንዳታ ዋይ ኢንተርሰፕት ኦኬ እዚኣ እታ ዋይ ኢንተርሰፕት ማለት እታ ክልተ ኣውባኣ ቆሪፃ ኣላ እታ እታ ላይን ሲ ኣብ ዋይ ኣክሰስ ኣበይ ትቆርፅ እያ ትብል ማለት እዩ ዋይ ኢንተርሰፕት እያ ትሕግዘና እዚኣ ስትሬት ላይን ናይ ሎም ዓን ዝነበረ መደብና ነዚ ይመስል ዝኾነ ርእቶታት ወይ ከዓ ሕቶታት ንዝህልወኩም ኣብ ኮመንት ፀሓፉና ኣብ መፃእ ከዓ ብዛዕባ ካልእ ዓይነት ግራፍት ክንርኢ ኢና እንተ ዘይተረዲኩም ግን ኮመንት ገለ ጽሓፉ ኣብ ዝመጽእ ቪድዮ ክሰርሓሉ እየ ኦኬ ነዚ መስል ነይሩ ናይ ሎማዓንቲ መደብና የቐኔልና ሰሰናይ